ቐንዲ ነገር ኣነ ከስተምህሮ ዝደሊ ንውላድካ ክተዕብዮ ከለኻ ጥዑይ ይኹን ስንኩል ብዘየገድስ እንታይ ዓይነት ቃል እንዳሃብካ ተዕብዮ ኣገዳሲ which is ከምዚ ንስኻ ብሉጽ ኢኻ ንስኻ ከምዚ ኢኻ እንዳበለ ስለ ዝዓበየት ምስ ነብሰይ እንታይ ገይረ መስለኪ ልዕሊ ኩሉ ሰብ ምዃነይ እንዳእመንኩዋ ከይደ ደቂ ክላሰይ ዝገርመክስ ስንኩል ቆላይ ሓንካስ ይለጦ ግን ልዕሊኹም ኣነ ካባኹም በልጽ እብሎም እየ ስለምንታይ ንሰኹም ስለ ዝበለ ስለዚ ስለዘቐመጠታ እታ ቃል ማለት እዩ ስለዚ ክስታይ ከምዚ ኣብ ንዊሕካ ከምዚ ገይረ ከምዚ ቢለ ገለገለ ናይ ዝበልካ ይኮነ እታ ክፍለጥ ዘለዋ ነገር ንውላድካ እንታይ ትብ ካብ ገዛ ከይወፅእ ከሎ እንታይ ሂብካ ኢኻ ትሰዶ ንትምህርቲ ክኸውን ይኽእል ናብቲ ገዛውንቲ ክኸውን ይኽእል እንታይ ዓይነት ባግራውንድ ኣትሒዝካ ትሰዶ ብፍላይ ከዓ ምስ ምኩብላትካ ኣገዳሲ እዩ ወይ ንስኻ ዳ ከምዚ እንዲኻ ንስኻ ዳ ሙት እንዲኻ ንስኻ ዳ

ናተይ ታሪክ ሂወት ምዝርዛር የድልይን እዩ ግን እታ ክንገብራ ዘለና እንታይ ንውላድካ እንታይ ዓይነት ቃል ኢኻ ትህብ ወይ እንታይ ኣስኒቕካ ኢኻ ትሰዱ ትምህርቲ ሓቲትኪ
ምጅምር ዳያ ሓቲትኒ ድሓር ብሎክ ገይረ ገለ ካብ በቃ ካብ እንየ ምጅምር ኣብ ላይፍ ለጢፍዎ ፎቶይ ናተይ ማለት እዩ ኖርማል ለጢፍዎ ሽዑ ንማዘሬ ከይተረፈ ላይ እለ ይኽላ ማለት እዩ እዚ ቪድዮ ኖርማል እለ ይኽላ ንማዘሬ ናይ ማዘር ስልኪ ንምንታይ ኪስኺ። ናይ ማዘረይ ስልኪ ቅድሚ ሕጂ ዝኮነት ጋል ነይራ ብምሳኣ ጎሪበ ማሓዛ እያ ሽዑ ምሳኣ ነዕልል ነይርና ተረዲእ ከሎ ንሳ እያ ዋሃብቶ መስለኒ። ኦኬ እታ ማሓዛ ከምዚ እያ ናብ ደቂ ኣንስትዮ ይብላ ከምዚ ጽናሕ ይብላ። ጽናሕ ጽናሕ ጽናሕ ዜረይ ጽናሕ እሞ ጽናሕ ትዛረብ ኢካ ዝኸነ ንሜሪ ኦኬ ንባዕላ ሕሰ ጎሪበያ ነይረ ሓደ እህ ነገር ንዕያ ኢላ ጎሪበያ ነይረ ብዙሓት እየን ባይ ዘ ዌይ ተረዲእክይም ኣነ ማሓዙተይ ኢላ ኣሚነ እየ ነይ ጎሪበየን ሓደ ነገር ማለተይ ብጣዕሚ እየ ዝኣምነን ማለተይስ ንዓይ ዝብላ ዝነበራ ካሊእ ነገር እዩ ተረዲእክኒ ናተይ በቃ ከም መሓዙተይ መጠን ደፊረ ገለ የዕሊለያ ንሓንቲ የዕሊለያ ስጀመር ዝሚስጥረይ እዚ ንማንም ሰብ ኣይተዛረብኩ ንሳ ግን ንኩሉ ሰብ ነጊራቶ ራዮ ላባየ መፂኺ ብትን እየን ለብላ ከጓላት ተረዲእኪ ነብስኺ ምስ ነብስኺ ምስጥርኪ ምስ ባዕልኪ እያ ትገብሪ ችግር የብሉ ሕጂ ፍቁራት ኔርኩም ተሃላሊኩም ስለ ተጋግዩ እቲ ቪድዮ እቲ ገጽኪ ምንም ኣይተረእየን ተርዲኪ ድዩ ሕዚ ሃም ሓፍተይ ክመክረኪ ማንም ይጨርር ይዕፈር ክንድዚ ኣዩ ትፍረኪ ግልጺ ክነግረኪ ኣነ ምስ ረመጽ ብውሽጢ ክዓርቀኩም እየ ተረዲኪ ድዩ ስጋ ትውላዲ ይብለኪ ኣለኩ ሓንቲ ቅርሺ ተሓቲትኪ

ረመጽ ጽናሕ እንዶ ኣነ እኮ ብኣኻ ወኪለ ይዛረብ ኣለኹ ስሚ ጽናሕ ኣታ ጽናሕ እንዶ ተረጋጋ ፎቶ መን ለጢፍዎ ፎቶ መን ለጢፍዎ ንገርኒ ነግረኪ መጀመር ግዜ መላጥ መን ፎቶ ለጢፍዎ ኖ ስማኒ መጀመር መላጥ ገይሩ ነቦይካ ንዚ ሳሚ ዝበሃል ኣሎ ቆልዓ

ፎቶ ልገልበጦ መን እዩ ኣብ ብሰንኪ ክልኣኺ ዘርዮምሲ ኣላ መን ገዛ ፎትኡ ተገልቢጡ እዚ ኣልገርም። እሽ ክነግረኪ መጀመርያ ግዜ ንሱ ምስ ገምጠሎም ገምጢሎሞ እንታይ ገይርዎም ምጅምር መላጥ ገይሮም ማለት እዩ ትፎቶ ለባ ፀረ ከውርደካ እየ ስጋ ማዘረይ ንበይና ክሓታ እየ ንበይና እየ ክሓታ ስጋ ውላደይ ፍትሓዊ ትደሊ ተኾንከ ቀስ ኣቢልካ ክሓታ እየ ኣነ መን ገምጢሉ ወሱ ንመን ገምጢሉ መን ገምጢሉ ብሰንኪ መን ተገምጢሉ ዝቆልዓ ዚ መጀመርያ ግዜ ንዓይ ከምዚ ከምዚ ገይሩኒ ምስ በልክዎም ማለት እዩ ተረዲኦም ክድዩ ካብኡ ንሳቶም ኣጆኺ ምንም ከይትኾኒ ምንም ከይትሓዝቢ ኢሎምን እምበር ኣይገምጠልዎም መጀመር ግዜ ከምኡ ስለ ዝበለኒ ንዓየ ስለ ዝመኸሩኒ ማለት እዩ ምስ መኸሩኒ ንዓይ ብእወትዎም ማለት እዩ ብኣቶም ተሓሊቑ ከላ ንዓኣቶም መላጥ ጌሩ ማለት እዩ ኣይኮነን ከምዚ ጌረ ማለት እዩ ጥራሕ ነብስኹም ኣውፅእ ገለ ገና ሸር ክብለኩም እየ ኢልዎ ኦኬ እሺ ሕጂ ሰባት እዮም ኣትዮምኹም እኒኡ ኣብቲ ስኽን ጭንቀት ንሃለኺ ሰባት ኣይኮነ ንዓይ ዘተባብዑኒ ሰባት እምበር ንዓይ ዝጎድኡኒ ሰባት የለውም ምንም ነገር እስከይትኾኒ ጥራሕ ኢሎም ንዓይ ኣተባቢዖም እምበር ከምኡ ስለ ዝበሉኒ ከዓ ንስኻ ከዓ ገምጢልካዮም ንዓኣቶም ማለት እዩ። በራሕ ጌርካ ርእሶም ኣይኮነን ከዓ ከምዚ ማለት እዩ ንዓኹም ጥራሕ ነብስኹም ኣውፀ ማለት እዩ ንዓኹም ሸር ክብለኩም እየ ኢልካ ከዓ ተዛሪብካዮም። ሕጂ ናትኪ ናትኪ ቪድዮ ናትኪ ኢና ንሪኢ

ተተኻኢሉኪ ተረዲእኪ ድዩ ናፍቱ ትኽክለኛ ዕርቂ ተራዳዲእኹም ኣይደርሰኪ ኣይደርሰኪ ተባሂልኩም ተፈላለዩ ተረዲእኪ ድዩ ተረዲእኪ ምንም ነይብልኺ ማንም ሰብ መፅዩ ኣጆኸ ይብለኪ ኣጀንዳ ይገብርዎ ንዑ ከም ሓፍተይ ክነግረኪ ተረዲእኪ ድዩ ኣነ ብጣዕሚ ኣካውንት ክፈልጦ መን ይኽታይኺ ብደንቢ ገይረ ይፈልጠኪ እየ ኣብዚኣ ንዓኺ ስም ከፀልመኪ ኣይደሊ ኣነ

ናብ ቴሌግራም ከይወጸት ኣዳምጽኒ ናብ ቴሌግራም ከይወጻኺ ክብርኺ ከይተዘርግሐ ኣብዚኣ ብሕውነት ትፈላለዩ ናብ ማንም ደጋፊ ማንም ደጋፊ ክብርኺ ምስ ረኣዮም ክዝርግሑኺ ኣይ ኣጀንዳ ይደልየ ተልኪ ንክብሪ ከይትበል በቃ እዚ ኣይ ክነግረኪ ከም ሓፍተይ ተረዲኡ ድዩ ጽሕፍላ ኣሎ እንታይ ሰምዐ ከለ ዋላ ምን ዛረብ ኣለኺ ሩት ወጽሕፍላ ኣሎ ብታሕቲ ኮይነ ወይለ ኣነ ተጋርዋይ ኣነ ታልፈልጠኪ ፈልጠ ሓንሳሞ ስለልፈልጠኪ ንዓ ከባድ እያ ስስተረይ ኣዚኣ ምስ ሓውኪ ተራዳድኢ ተርዲኪ ድዩ ኣዚኣ ምስ ሓውኪ ብመድሃኒኣለም ቃል ኣትዩ ከይተውጻኢ ደዮ ክልተ ሚእቲ ሰብ ዋእ። ወረድሎማ ወረድሎማ ዲኹም ወረድሎማ ምንም ሓቂ የለን ተረዲእኩም ድያ ወረድልኩም ኣኣ ቦታ ብኮመንት ወረ እያ ወረዱ ዝብል ብኮመንት ሪኤ ነይረ እዚ ግን ሕጂ ኣይናተይን ገለ ዋላ ናይ መን ደኣ ወይለ ምስ ሞዴስ ኣነ ምባል ደም ደም ደኣ ካበይ ኣምጺኤ ፐሬድ ደኣ ካበይ ኣምጺኤ

ላላ ፊሊ ፊሊ ታይ ድመሲልካ ዝያዳይ ኣንታ ቆልዓ ስለ ልፈልጣ ገጻ ስለ ልፈልጣ ኣብ ቲክቶክ ስለ ልፈልጣ ትናታ ገጻን ትነታ ነብሳ ቡሱር ብኖርማል ቅንብር ለይብሉ ስለ ልመጸኒ ኣነ ተካራኪረያ ሕጂ ታይ ደልየ ከታዓርቅ ኣነ ኣብ ቴሌግራም ፖስት ንዓ ሓንሳብ ፊሊ ናብ ቴሌግራም ፖስት የገበሮ እዚ ቆልዓ እዚ ብመድሃኒኣለም ለሚነዮ ዶ ከይዱ ክስቶ ኢለዮ እሺ ኢልኒ ዓውዙለይ ቁድሚ ኣሕዋቱ ምሒሉ እታ ቆልዓ እዚኣ ብቻ ካብ ርእሰይ ትውረድ ኤርትራዊት ሰበይቲ ሒዘ እየ ሓዳረይ ክመርሕ ተይልካሲ ንክልቲኦም ከራዳድኡ ምሳለ ልሂወታ ለክብራ ኢለ ግን እሳ ውን በቃ ብዕርክታ ትምልእ ኣላ ንባዕላ እያ ግን ሂወታ ትስሕት ጽባሕ ንግሆ ኣነ ከራ እሺ ኢሉ ብመድሃኒኣለም ምሒሉ ኣብዚኣ ሰብ ናረኤ መጽያ ተርዲካ ድዩ ንዓይ ሕዝታይ ኢላ ኣይናተይ ትብላ ናይ ናተይ ትብሊ ኣኺ ተጋጊኺ ኣነ ብደንቢ ገይረ ይፈልጠኪ እየ ተርዲኪ ድዩ ኣነ ሂወትክለ ከይትበላሸይ እቶም ለ ጨውጭው ኣለው ነዳዲ መግበሪ እዮም ክጥቀምልኹ እምበር ፅባሕ ንጎ ሓደ ነገር ምስ ኾንኪ ብዓልኪ እያ እናፀፀተት ክትነብር ንስድራ ኢኺ ሓደጋ ትኾኒ ኢለው እዚ ከረዳድኦም ደልዮም ምሽ ዶ እሳ ግን ናቶም ትሰምዕላ ውረድ ኢሎምባ ትወርድ ኢላ። እሞ እሱ ዳሞ በቃ እሞ ናትኪ ከ ጌጋ የብልክን እንተ ቢዶ ናተይ ያ ኣይኮንኩን እንተይላትኪ በቃ እሳ ሕጂ ምሽ ናተይ ኣይኮን ትብላላ ተወዲኣ እንታይ ዳሞ ሲላ ንዓት ክትሕንቕ እያ ግልግልን ስልክን ኣብ ከይነቑሩ ተሰኪፍና ጸኒሕና። ኦኬ እቲ ቪድዮ ኮነ ዋላ ሓንቲ የብለይ እማ ግደፍ እስኪ
ሞሪስ ብቀደማይስ ሓንቲ ገመድ ሒዛ መፅያ ክሕንቕ እየ ኢላትኒ ብቪድዮስ ገይረ ዝሰንበድኩ ካብኡ እንታይ ገይራ ምንም ጥፍኣት ዘይብሉ እሱ እንታይ ድያ ኢላትኒ ካብኡ መጨረሻ ኣብ ልብያ ንለው ልብያውያንሲ ገንዘብ ከፊለ ከቐትሎ ኢላትኒ ኣነ ግን ንዕኡ ተደልዩ ፀርፎ ተደልዩ ምኽሮ እየ ተርዲካ ድዩ ንእሽቶ ቆልዓ እዩ ከዓ ተርዲኻኒ ፎቶ ተትርእዩ ህፃን ቆልዓ እዩ ዕስራ ለይመልኦ እዩ ተርዲእኻኒ ስምዒ ኢለያ ኣነ ፍትሓዊት እየ ዝኸውን ትኽክለኛ እንድሕር ኾይንኪ እንድሕር ገንዘብ ሓቲትኪ ተሓቲተ ተበዲለ ትብሊ ትኽእሊ ኢኺ ኣይኮነይ ግን ናይ ሰብ ሂወት ክተሕልፊ ንስኽሲ ባዕልኺ እግርኺ ብላዕሊ ማረት ናብ መወዳእታ እያ ኣናዲዳትኒ። ናይ ኣጆኺ ሰይቲ መለዲ ካብ ኣላ እንታይ እስከ ኩሉ ግዜ ኣብዚ ንርእየኪ ዘለና ኣብ ኩሉ ኣብ ወላ ኣብዛ ገዛ ዝመጸ ቤት ፍርዲ ከይሓፈረ እዩ ዝወጽእ ምስ ጭብጡ ገለ ኣቢሉ ይወጽእ ኣሎ ገለ ማለት እዩ ጸባኻ ንዓ ከምዚ ቃል ኣላ ዘለትካ ኣይዘርግሓዮ ስለ ደይብልካ እምበር ሕልና ተዘይብካስ ቀደም ምዘርጋሕካያ ግን ሳግ ክትክሰዮም ደልዮም ማለት እዩ ሳብ ቀራሕ ረስዓያ ሕጂ ምንዩሞ ሽሙ ምን ሽም ዝሓዙ ረመጽ ረመጽ ዓርከይ ያ በቃ ሕጂ እዚ ኩሉ ግዜ ከም ትርፊ ኣጀንዳና ንገብሮ ኣለና ኮይዞ ዝዓበየ ጉዳይካ ናገበርና ናበርና ገይረና ሕጂ

እስኺ ከይትትንክፍያ ወፂኺ እሳም ኣይትተንክፈክን እያ ወፅያ ይኸው ኣብ ቅድሚ ክልተ ሽሕን ሓሙሽተ ሚእትን ሰብ ኣብዚ ኮፍ ኢሉ ደሎ ንነግረክለና በቃ ንዓኣም ኣምጺና ክንዛረብ ኣይነ ጸገም የብልናን ንሕና ተረዲክሎ ኣይትትንክፈክን እያ ከይትትንክፍ እየ በቃ ተወዲያ ናይ ካልእ ኣይግድሰናን እዚኣ ሙሉ መዓልቲ ዋላ ተጸረፈታ ጉዳይና ኣይኮነን በቃ ናይ ክልቲኦም እዩ እስኺ በቃ ምሳ ዘለክ ነገር ግደፍ እዮ እሳም ክትገድፎ እያ ወዲና ዶ እዚኣ ኣዱ
ከይደ ኣለኹ ቻው ሓራይ

ኣነ ስብለኪ ኣለኹ እመንኒ ኣብታ ዝነበርክያ ባይታ ከዝብጠኪ እየ ኣብታ ዝነበርክያ ባይታ ተጸሊልኪ ከምታ ዝነበርክያ ክትጽለሊኺ ምስታ ማነት ሒዛትኪ ዘለኻ ኣይ ሰሙን ኣይ ሳልስቲ ክትበኣሲኺ በቃ ሂወትኪ ኣብታ ዝነበርክያ ክትምለሲ እመንኒ ብለኪ ኣለኹ ብትምክሕቲ እመንኒ እሳ ገበነኛ እያ ንዓይ እኳ ገበነኛ ኢላትኒ ኣብ ባንዴራ ተኸዲናሲ ምስ ፀላእቲ ትሰርሕ ብውሽጢ ውሽጢ ገበነኛ እያ ንስኺ ዋላ ሓንቲ ገበን ድበሃል የብልክን ዝበለታ እኮ እንዳ ጃምቦ እኮ እያ ሸሞንተ ሚእቲ ሸውዓተ ሚእቲ ህዝቢ እንዳሰምዕዋ ነዚ ምስ ሰማዕኹ እየ ኣነ ኣትየ ተረዲእካ ኣሎ ቆልዓየ ከይትበለኒ ንዓ ኣነ ዝኸፍሎ ዋጋ ባዕለየ ድፈልጦ ዋጋይ ፈልጦ እየ ኣነ ዋጋይ ከዓኒ ኣብ ከምዚ ኣብ ማይ ከምዚ ቁማር ክፃወት ካልእ መፂኡ ክጉዕፀለይ ገለመለ ዋይ ስለምንታይ ስኺ ኢለ ሰምዕ ዓለም ክተውፅኣ ትኽእል እያ ካብዛ ሚድያ ንኣዱ ብሌና ብሓንሳብ ኣለና ኢናፍ ዓለም ከዓኒ ንኣዱ ብሌና ኣብ ጎና ኮንኪ ማለት እዩ ሓንሳብ ፅንሒ ድሓን ኣብ ጎና ኮንኪ በቲ ናይ ፖለቲካዊ ፀርፊ ጌርኪ ዝመፅእ ኣብ ልዕሊኣ ኣፅዋር መክት እዮ ናባኺ ገዲፈ ኣለኹ ማለት እዩ ክተውፅያ እንድሕር ስረ ኣለኪ ዓቕሚ ኣለኪ ኣውፅያ ምክንያቱ ኣነ ዋጋ ይፈልጦ እያ ዋጋ ኣብ ከምዚ ክድርበ ይደልን እየ ኣነ ስለምንታይ ክሳብ ናብራና ገዲፍና ንኣዱ ብሊና ጠጠው እንዳበልናስ ማዕረ ክንድዚ ንዓይ ፀለመ ብ ርእሰይ ካብ መዓስ እየ ኣነ ምፀለ ምፀላኢ ሰሪሐ መዓስ በየናይ መለክዒ ኣይናይ ግዜ ብጣዕሚ እኮ እዩ ድገርም ኣብ ባንዴራ ተኸዲናስ ምፀላኢ እየ ዝሰርሕ እኮ ኢላትኒ ካባኽን ላዕሊ ንስኺ ፊት ንፊት ድመፃኽናስ እስኺ ትሕሽና ኢላታ ኣነ ምፀላኢ ሰሪሐ ክተምፅዮ ኢኺ እዚ ገበን እዩ ገበን ገበን ገበን ናይ ገበን ገበን እዩ ክተምፅዮ ኢኺ ኩሉ ብጭብጡ ክተምፅዮ ኢኺ ምስ መፀላኢ ኣነ ሰሪሐ ወጊነ ኣዱ ብሌና ካባይ ትሕሸሉ ኣነ እንድሕር ዓመጸኛን ገበነኛን ኮይነ ተምጽኤኺ ኣዱ ብሌና ከኣ እዝና እንዳሰምዐት ስቅ ኢላ ሰሚዓታ ማለት እዩ ስለዚ የነድረኒ እዩ ኣነ የሕርቀኒ እዩ ትፈልጢ ንምንታይ የሕርቀኒ ዋጋይ ስለ ድፈልጦ ሓይለይ ከኣ ስለ ድፈልጦ ንመን ጠጠው የብል ንመን የቀጽል ስለ ሓንሳብ እሞ ሓይለይ ይፈልጦ እየ ኣብ ልዕለይ ከኣ መዓት ሓዊ ከኣ ወርድ ኣሎ እዚ ኩሉ ሓዊ መን ተቀቢልላና ኣብ ድብሌና እሳ ኣይተቀበለቶን እኮ ኣብ ነብሰይ እኳ እዩ ዝዘንብ ነይሩ ተረዲእኪ ኣሎ ሕጂ ሓፍ ኢላ ሓፍ ኢላ ክትወጽእ ከም ዘለዋ ከኣ ኣብ ጎና ኮይነ ማለት እዩ ንምንታይ ካብቲ ዝወደቀቶ ካብቲ ዝወደቀቶ ንክትስእ ዓለም ኣልኮርናዮ ኣዝማት ስለ ዝኮና ምስ ኣብ ድብሌና ኣብኡ ኣትያ ካባኺ ንላዕሊ ገበነኛ ሲ ጓል ሳሕል እያ ኢላታ ትፈልጢ ወይ ስብሓናላ ከመይ እንተ ኮንኪ ደኣ ገበነኛ ኮንኪ ስክላ እንታይ ጌርኪ እንታይ
ኣዱ ብሌና ከዓ ይበሉ ድሃር እንታይ ኢላታ ወላ ሓንቲ በለታ ስቅ ኢላ ሰሚዓታ ካብኣ ንላዕ- ካባኽን ንላዕሊ ገበነኛ ንስ- ንሳ እያ ኣብ ባንዴራ ተሓቢኣ ምስ ፀላእቱ ዶ ምስ ገሎ ኢላ ተፀልመኒ ማለት እዩ ኣዱ ብሌና ግን ዋይ ኣይመለሰትን ወላ ሓንቲ በለትን ኣይመለሰትን እንድሕር ኣቦና ደየለኹ ኮይነ የለኹን በቃ ወዲኤለኹ ኣነ እንታይ ገድሽኒ ኣነ እዚ ኩሉ እንድሕር ብሽ ኣለኪ ግዜኻ ተጥፍኣሎም ግዜኻ ትስውኣሎም ሰባት ወዲቖም ኢልካ ከተተስኦም እንድሕር መፂኻ እንድሕር ትዋጋኻ ደየብልዎ ኮይኖም ሰባት መፂኦም ብዓሌት ብወገንነት እንድሕር ከፀልሙኻ ሱ ኢሎም ድቕበልዎ ኮይኖም ወገንካ ትሕዝ ከኣ እስኻ ሸረፍካ ትሕዝ ሕጂ ምስ ምስ ኣለም ኣልፎርናያ ኮይነን ክወፅኦ እንድሕር ድኽእላ ኮይነን ነዚ ሚድያ ኣነ ከዓ ኢደይ ኣጣሚረ ክርእየ ዋጋ ይፈልጦ እየ ኣነያ ናተይ ሓይሊ ጽቡቅ ጌረ ስለ ድፈልጦ እቲ ዋጋይ ከኣ ስለ ድፈልጦ ኢደይ ኣጣሚረ ክርእየ ምክንያቱ ኣነ ክንዲ ኣዱ ብሌና ኣነ ገበን የብለይን ወላ ሓንቲ ገበን የብለይን ኣነ ጽሪቲ ሰብ እየ ተረዲኩ ኣሎ ማዕረ ክንድዚ እንዳ ጸለመትኒ ከላ ጊን እዝንካ ጸሊካ ንምስማዕ እንደገና ካስ ኣይ ጌጋ ጌጋ ኣይትብል ዓገብ ኣይትብል ስቅ ኢላ ትሰምዓ እወ፣ ኣብ ጎና እያ ዘላ እኮ ኖህ ይበሃል እኮ እዩ ንክትብለለይ ዘይኮነስ ክትብሎ ድግ- ድግባእ ነገር እዩ እኮ እንድሕር ኣብ ጎና እቲ ሓቂ ከምዘለኹ እንዲ ትኣምን ኮይና በቃ እሳን ንሳን ክልቲኤን ነዚ ሕጂ ዘሎ ሓዊ ረመፅ ይውፅኦ ተው- ተውፅኣ እያ ኣለም ኣልፈርናዮስ ንኣብ ድብሌና ዘቂቋ ተውፅኣ እያ በቃ ኢናፍ ኢስ ኢናፍ መፀ ፅምዶ እንትንድግፍ ኣብ ብርሰት ህዝቢ ትግራይ ኣብ ጥፍኣት ህዝቢ ትግራይ ንእሸ ድኾን የድሕነና ኢልና ስለ ዝሓሰብና ኢና ንዕላማና ኢና ንኣትዎ ዘለና። ትማሊ ህወሓት ንምንታይ እዩ ዝውቀስ ነይሩ? ፀላኢ በዚሑ፣ ሰለስተ ሚኒስትር ንትግራይ እንተኺብና፣ ንምንታይ ፖለቲካ ስራሕ ዘይሰራሕኹም፣ ንምንታይ ድፕሎማሲ ስራሕ ዘይሰራሕኹም ኢሉ ትማሊ ዝነቅፍ ዝነበረ ሀዚ ከዓ እንደገና ፀላኢ እንተቐነስካ ተወሰነ ቦታ እንተኸፈትካዮ ንምንታይ እያ ዘይተኸበብና ኢሉስ ይገጥመልካ ባዕሉ። እዚስ ፖለቲካ ኮይኑ እዚስ ነፋላይ ክቀርብ ይግባእ። ትማሊ ፋኖ መንገዲ መርሓ ናይ ብልፅግና ኮይኑ ተጋጊዩ ኣትዩ እንድሕር ትግራይ ጨፍጭፉ ኮይኑ ናይቲ ጨፍጨፎ ይሕተት ሀዚ ግን እዙይ ተራሲሑ ምስ ትግራይ እንተዓረኸስ ምስ ፋኖ ንምንታይ ተዓርቕ ንምንታይ ፋኖ እውን ፀላእ ዘይትገብሮ ሶ ከይዳ ከይዳ እንታይ ኣትመፅ ዘላ ይመስለኩም ታፅም ንሕወሓት ተድሕን ድሕር ኮይና እታ ምዕራብ ምምላስ ሕወሓት ተድሕን ድሕር ኮይና ህወሓት ትግራይ ብምድሓን ኣቢሉስ ክብሩን ዝንኡን ዕርዩ ዘጠናኽር እንድሕር ኮይኑስ ህወሓት ክፈርስ ስለ እንደሊ ናብ ስልጣን ክንመፅእ ስለ እንደልስ ካብ ህወሓት ዝድሕንስ ዋላ ብልፅግና ትግራይ ይውረሮ ካብ ህወሓት ዝድሕንስ ዋላ ብልፅግና ድላይ ጓሮ ፅምዶ እውን ኣይተምፅኡ ፀላእ ኣብዝሑ ተኸወው ዝበሃል ኣነ ንተቃዋምቲ ውዳት ሓንቲ ነገር ኢለ ከብል ግልፂ ክንዘራረብ ዝግበአና ተቃዋምቲ ውድባት ካብ ትግራይ እውን ከይንፀሉ ፖለቲካ እውን ክሰርሑ ጭላፍ ወዲ ጭላፍ ሒዞም ምስ ትግራይ ጠጠው ዝበሉ እንተመሰሉ እውን ብተግባር በሳል ኣልፋ ምስ ብልፅግና እዮም እዚኣ ግልፂ ከቕምጣ ንኣብነት ኢለ ከቕምጥ ብልፅግና ዝበሃል ሰራዊት ትግራይ ከፍርስ ዝሰርሕ ዘሎ ለይትን ቀትርን ቢልዮናት መድዩ ብሚድያ ብዲፕሎማሲ ብገለ ዝሰርሕ ዘሎ ሰራዊት ትግራይ ምፍራስ ተቃወምቲ ውድባት ናይ ትግራይ ይሰርሐሉ ንኣብነት ዓፋር ዘሎ ዕጡቕ ሰራዊት ትግራይ እዩ ክወግእ። ጻድቃን እንታይ ኢሉና? ሰራዊት ትግራይ ፍረስ እሞ ንዓፋር ክይድ ኢሉና። ሶ ሰራዊት ትግራይ ክፈርስ እዮም ዝሰርሑ ዘለዉ። ተዓፋር ዝኒሀ ንኣና እዩ ክወግእ፣ ንተጋሩ እዩ ክወግእ። እቲ ውግእ ምስ እንሳትና ምስ ኮነ ጸላኢ ከላእመና እዩ ዝሰርሕ ዘሎ። ልዕሊ ኮር ዝበሃል ስያሜ ብልጽግና ይህብዎ ባይዘወ ኣብ ብልጽግና ቤት ጽሕፈት ኣራት ኪሎ እዩ ተዋሂቡ ስያመ እዚዩ። ልዕሊ ኮር ክብል ከሎ እውን እቲ ተቃዋሚ ውድብ ኮንሽየስሊ እዩ ዝዛረባ እዚኣ። ዶክተር ደጀን ኮንሽየስሊ እዩ ዝዛረባ። ባይቶና ኮንሽየስሊ እዩ ዝዛረባ። እቲ ኣዲስ ኣበባ ዘሎ እቲ ጭላፍ ባይቶና ናይ ቀደም ዝነበረ ሕዚ እኳ ፈሪሱ እዩ። ኣዲስ ኣበባ ሕዚ ናይ መኸተ ሓይሊ ዝኾነ ባይቶና ከም ዘለና እዩ ዝፈልጥ ምስ ጉድለቱ። ጽባሕ እንታይ ይፍጠር ክንሪኦ ኢና። ውድብ ነጻነት ልዕሊ ኮር ክብል ከሎ ተረዲእዎ እዩ ዝዛረብ ዘሎ። ኣነ ኣብዚ ተፈላለየ ስም ሂብኩምዎ ኣነ ይፍለ እየ። ክልተ ሕወሓት ኣይነበረ፣ ክልተ ግዛዕ ኣይነበረ፣ እቲ ኣብ ደጀን ዝነበረ ግዝያዊ ምምሕዳር ብልፅግና ኮይኑ እዩ ገጢሙልና። ናይ ብልፅግና ልኡኽ እናሓዘ እዩ ገጢሙልና። ብልፅግና ኮይኑ ሰራዊት ከፍሪ ዝሰርሕ ነይሩ፣ ብልፅግና ኮይኑ ሕወሓት ከፍሪ ዝሰርሕ ነይሩ፣ ብልፅግና ኮይኑ እዩ ትእምት ሕዚ እውን ሕዚ ሕዚ እውን ትእምት ናህዚ ትግራይ ከይምለስ